ሰጣ ሰመያዊ ርእሱ ልበልዐ ውን ኣውሱ ምሮ ጎደይ ድማ እሞ ዋላ ቁርሲ ቁርሲ ዶ ክሕግዘኪ ሰላም ሰላም ንኣማነጽ ዩቲብ ቻናል ተኸታተል ዝኾንኩም ሀመይ ኒኹም ዳሕና ድኹም የዋሕና ዳሕና ኢና እግዚኣብሔር ይመስገን ፋሚሊ ስኹም ለዳሕና ሀም ትህልዩ በዓልቲ ምልእት ተስፋ እያ እቡደይ ሰላም በልዮም ፋሚሊ እሺ ሰላም ሰላም ከመይ ውዕልኩም ዳሕና ዲኹም ሀዚ ያው ለኣማንኤል ፕራንኪ መእተዊ ክንገብር ኢና ብዛ ደካማ ጎኒ ቀጢን እንዲዩ ግን ቀጢን ኮይኑ እኳ ጀግና እዩ ጎበዝ እዩ ሕዚ ንኣምነሉ ኢና ንምንታይ እየን ቀጢን ኮይነ ኢለን ንኣየ ይበሳጨናን ኢሉ ካብ ንና- ካብ ነንርዶ ኢና ክንሰርሕ እዋ ዓጥቕናሉ ኢና ልማዓንቲ እወ ብስሩ እዛ ጓለይ ስእሊ ስእልኪ ጭንንቕ ኣቢልኪ እወ። ኣነ ልስእለካ ሕሻም ኮይንካ ምስቲ ቁሞትካ ሬሳ መሲልካ ብስጩ ከብለ እወ ቡለ ያው ብጣዕሚ ኢና ሎማዕንቲ ሓሲኖል ኢና ኒና ፋሚሊ ኣማነ ያው ውስቲ ሃመ እዩ ክብል ባሕሪ ንርእና ፋሚሊ ሓቢርና ንፅናሕ ያው እስካዕ መጨረሻ ተኸታተል ኒኹም ፋሚሊ ኣምዋይ ኣብኡ እናሃለካ ኢድካ ትሓፅብ ምስ ከትቀርብ ከተሓፅ ክቐርብ

ታሪክክስ ታሪክቲ
ልምድ ዲ ኮይኑኪ እንድዒ ታሪክ ኮይኑ ሙቁት ፀሓይ ብስሩ ወስካ ጠፊኡ እዩ

ኣነ ሞ እንታይ ክገብር ኣብሉ ኣነማ ጭሩ ልዕሊ ኮ ሴለ ኮ እንታይ ክገብር ልዕሊ ዮ ጭራሽ ቪታሚናት ገለስ ይገዝእ እየ ብሉ ልክረጉድ እየ ብዙሕ ነገር
ሲጀመር ይትናደድ ሓቂ ክነግረካ ተሎ ሰብ ናባዕልካ ተቐበሎ ናባዕልካ ኮይና ነገረካ ከመትኩር ኣለካ
ኣነ በልዕ ሰብ መንገዲ ግን እሞ

ዝሮ ዝሮ ሕና እነግረካ ኣለና ካብዚ ዝላሓሸ ርጉድ ዶ ክትፈልጥለይ ነርኩ ኮንክ ስክላይ ወዲ ኣምቡጭ ኣምቡጭ እንደ ረዮ ጉጅ ኮ ኢኻ ነርካ እንታይ ዳኹንካ ወይለ እንድዒ ላብ ትኸዶ ነገራት ነርካ ክዳውንቲ ከለል ማለት ዳሕና ድኻ ውሽጥኻ ሲ እንድዒ ይፍለጥ ናሰብ ነገር ተረዲካ ዲ ላብ ትኸዶ ነገራት ወይ ተሃሊካ እንታይ ማለትኺ እንታይ ማለትኪ እዩ ውሽጣዊ ነገር ዋ እንድዒ ካብ መክገብር ጉደይ ዳንጉት ተነይሩ ሲ እሞ ታይማ እዩ ዝቕጥነት መታ እየ ክብሎ ጉደይ ሓደ ነገር ንቕንቆ

ዝሮ ናበላዕኻ ካብኡለ ንድድ ንድድ ኣይበልካ
ንድድ ንድድ ማ ኣይበልካ
ኖርማል ኢላ ኣልዕኻ ካብኡለ ዕዕቢኻ ኩሉስ ኩሉ ሰብሎ ታይ ቁንጣር
ንዓይ ብላዕ
መጫወቲ እየን ገይረናኒ ይኾነይ ታይ መስለኒ ከዚ ተናገር ኣብዚ ኢና እንደው ንሓድር ኣብዚ ተናገር ብትክክል ብትክክል ሓቃዊ ነገር ድመፀ ተጥንዮ ኣለካ ሓቂ ክነግር ኣታ ጉዳይ ጥሪ ሓዳረ ሓዳር ኮይኑዎ ኩእሱ ኢላ ተፀመመ ካብሎም ደይ ስለ ዝጠምኩ ኣክላ ኣነ ሰይጠምዮ ኣለኹ እየ እንታይ ደም ኮይነን በስመ ኣብ ደለ እንታይ ደኹም ኣታ ኮይነን በስመ ኣብ ማይልና ኢና ወይ ዘይትረጉድ ኣነ ታይ ዲ ሓንቲ ንያትኒ ነገር መሲልካ እሞ ኣይ ማርያም ብጣዕሚ እንተናዳኒ ንክናዘር ሓደ ጠው መሲልካ ቁስል ወዝካስ ተዲሉ ሓወይ ዝባነኒ ኣለኹ

ሓፂርና ሩዕ ቀጢን እኮ ይፈላለ እኮ እዩ ኣነ ሓፀር ተፈጥሮ እዩ ተረዲካ ድዩ ናይ ካመ ተፈጥሮ ይኮነ በቃ ርእዩ ሓቅነት
ድሓር ኣነ ልለኣ ሓዳር ኣትክስ ነገራ የተውልዐላ ኢላ ትሓስብ ኣነ ካንጓሊ ስለ ለቕረብኩዋ ሓፂር ህዝልሊ ሓውዕኪ ወደይ ስለተጥ እቡደ የጠበኹ ከይብለክ ኣሎ ባዕሉ እንጀራ ልባዕሉ እንጀራ ኩሉ ወዲ ተባዕታይ ኣዮር ጉደይ ጋዓት እሞ ጋሕት ስጋ ይፍለክዶ ስነ ስርዓት ገራ ዝተፈላለየ ነገር ክትበላ ኣላ ማዘር ወይ እዩ። ስማ እንታይ እዩ ቲክና ሰይድ ናሰ ሰሚዕ ክላ የህዝሞ ልባዕሉ ሓልያ ትንከባ ንወዲ ሓልያ ኣባ ታይና ሰብ ግዴታ ሰሚዕ ከዲ ንገር ሃይማኖትካ ኢኻ ወደይ ክትሓምቕ ከለካ ስእሊ ክሪኦ ከለኒ

ትክክለኛ እንድሕር ዘይጠምለኻ ኮንካ ዓው ኢልካ እንደመልሰላ እንድሕር ጠምለኻ ለ መልሰላ ሓደ እንታይ ኮይኑ እንታይ ኮንኪ ኖ ኖ ሓቅነት ስኻ ንገራ ጠምለኻ ኣይጠምለኻይ ታኾይነ የልጥም እሞ ይጠምለኹ ኢለለይ ክመስሕ ደመፅ እንታይ ብላዕ እንዳ እንታይ ምግቢ ተቐሪዶ እኒኦ ብላዕ ምግቢ እኒኦ እንታይ ኢላ ኣኽለና ጥሒነን በዓል መርያም ላኣኽለክኖ ወጊዕኽን እንታይ ይብላ እትለን እንታይ እሞ ምሳኽ እንታይ ኣጋኒካ ይሕነን ዋግ ኣለና ኢና ወግዒ እንታይ ይስምዕክን ያነ ኣነ ባይስምዕን ለስኽ እንታይ ዓይነት ወጊዕኽን ተወግዕና ከዚ ደ መቕጣን እሞ ሲያ ኢዲ ተጀሚሩ ደግምና ደጋግምና ንነግረካ ኢና ከዚ ደ ዋኣተታ እዩ ልቕልድ ሃም ኢለ ብዙ ነገር ቅል ዘቅድም ባል እንታይ ኖርማል የዋግዕ ካለኹ እየ ካብኡ ለክ እንደ ግዜ ከዋግዕ ከዋግዕ ካለወ
ናይ ይቕሞት ይፈላለ እዩ ኮይለካ ኮለ ሰላማ ተረወድ ነዲር ጉድ እዩ ትኾሊ ሰላ እንዶ እንታይ ኮይኑ ኧረ ትኾሊ ሰላ ብኣታ ካብ ኣፍካ ክትመልሶ እኽሊ ተናዲልካ ድዩ ከዝለ ግን ብሊን ስኺ ክትመልሲ ኣነ እታ ገይረካ እዩ ግን ንድድ ንድድ እዩ ሓፂር ነገር ክነግረክሲ እንታይ ኮይኑ ስለ ተጥምዮ ኣለኺ ኢኺ ከምዚ ኢሉ ወዲ ተበሳጭኡ እኒኦ

ሓጺር ብተፈጥሮ እዩ መድሃኒኣለም ላህባይ ተረዲካ ንስካ ቁመትካ ነዊሕ ዶ ኮንካ ኔካ ቁመትካ ነዊሕ ኮንካ ጽቦ ኔርካ ሀዚ ግን ዓርኪ ካብ ትትሕዝ ተዋላሹ ፋሕ እወ ከስ ለኣየሉ ቆስ ለኹ ዝሓወይ ጣዓ እሞ ሀዚ ኣለሻኹ የልዕ ልኹ እሞ ተወሊዕ ለኹ ይባሃል ለኹ ኣስቤዛ ናይ ተማልእላ ትኾንካ እኽሊ ናይ ተማልእላ ትኾንካ ሓደ ጉዳይ ሓቃ እያ ሓቂ ተናገር ወይለ ኣስቤዛ መሊእካላ ኩሉ ነገር እኽሊ መሊእካላ ተጥሜካላ ትኮይና

ብናይ ኣቃላት ደፋዕ ኣቢላ ለንገ ለንገ ክላስላ በስመ ኣብ ውይ መሕፈሪ
ዳንጋ የብሉ ግዛዕ የብሉ ኧረ ኣማኔ
ይኾነ ስነ ስርዓት ግንገረ ማርያም ልዕለ ይልበል እናድንኽየትመላ ጉደይ ታይ ምህስትሉ ይሕመቕ ቃ ኣይደለ ይፍልጥ ቃ ኣይረጉዲ ኣነስ ሕደጋና ኣይደል እሞ ሕና ርእሲ ክንረጉድና ንደሊ ክትረጉድ ስኻ

ያው ፋሚሊ ረዮ ፀጌ
ነዲድካ ድዩ ተናዲድካ
ከስታይ ገርትና ፍራንክ ድዩ ካብ ልብክ ንክተውግዕ ማርያም ነዚ ናይታ ካሜራ መድሃኒኣለ ፍራንክ ኣማኒ ማሪ ፍራንክ መርሓ ችግር ይብል ማዘር ለወዳ ከምዚ ዓይነት ፍራንክ ምግባር ጀሚርኪ
ግዴታ ዝለ ድክን ክተርጉዳ
ንዓዝኮልሰ ኣማኒ ማሪ

ኣባ ዲተይላ ሓላፍነት ትወስዲ ኢኪ ካብ ብሐዚ ቪድዮ ዝሰርሐኪ ስራሕ ማርያምን ባዕልኪ ሓላፍነት እስረ እክለ ሓላፍነት ትወስዲ ኢኪ ችግር የብሉን ኣነ ብጣዕሚ እየን ኣናድደናኒ ነይረን ፋሚሊ ዝሮ ግን ችግር የብሉይ ፕራንክ እንዲክን ተለክን ላኣክለክን ኣውጊዕክን ዝሮ እንኳዕ ኣነስ እየ ሓሚመ ይሃርስ እምበይስ መቅጣን ችግር የብሉይ ፋሚሊ ማለት ኖርማል እዩ።

ኣወ እንሃለየ ብቀጢን ጀግና እዩ ዝሓሰቦ ይሰርሕ እዩ ኩሉ ነገር እግዚኣብሔር ይመስገን ንመድሃኒኣለም ጥዒንኡ ሙሉእ እዩ ግን እስቲ እታ ኮይነ ኢለ የረጎድኩ ኢዩ ምእንታን ክናደድ በታ ቀጽኑ ኢና ንኣ ፕራንክ ንገብሮ ኢና ምስ ናጺ ተመካኪርና ኢና ኣንድዶ ኣቢልናዮ እሞ ዘይመስል ጸንሒትና ያው ስሰናይ ንኣኻቱም ከም ብሩክ መዓልቲ የውዕለና ብጣዕሚ እየ ንፍቅ ነብለኩም ጥፍእ ኢለኳ እየ ቃኒያዋይ ናፊቀኩም እየ ንስካትንከ ከመይ እኒኢኩም ፆመ ኣርብዓ ከመይ ገብረክምሉ ኣንሕና ፅብቅ ኣለና ዓለምና ምሕረት ይኣዝዘልና ከምዚ እና ክንጫወት ከምዚ እና ክንስሕቅ ከምዚ እና ክንቅልድ ከምዚ እና ንመርዓ ልደርዓ ንክኮን ሰላም ይግበረልና ቀይሕ ፀሊም ነዊሕ ሓፂር ተይበለ መልእክቲ ኣሕልፍሎም እሱ ብለይ ማዕረይ ያው ፋሚሊ ኣባነይ ሓሪፍ ጌርና ኣለ ማዓንቲ ፅወት ኣብልኒ ኣደ ቡደይ ያው ቡደይ ብጣዕሚ ሓጊዝኽኒ ያው ብጣዕሚ ተናዱ ፋሚሊ ፋሚሊ ናይ ሎማዓንቲ ፕራክና እዚኣ እያ ትመስል ነይራ ክሽካዕ መጨረሻለ ስለ ዝተኸታተልኩና ብጣዕሚ ኢና ነመስግን ላይክ ሼር ሳብስክራይብ ክለ ኣዩ ሓደ ፋሚሊ ቸዋት ቸዋት ቤተሰብ ስሰናይ ንዓኻትማ ይናፍቐኩም የፍቅረኩም ንፍቕ የለብለኩም ዘም ደቀይ ከም ብርስን ሰስንለይ ዓለም ኩሉ
ቻት ፋሚሊ